ሰላም ሰላም ክቡራት ተኸታተልቲ እዛ ቻነል ከመይ ትኾኑ? ቀደም ግዜ ኣብ ጥንታዊ ግብጺ ሓደ ሰብ ልሙጽን ቀይሕን ቆርበት እንተሃልይዎ ከም ሃብታም፣ ሓርፋፍን ጸሊምን ቆርበት ገጽ ዝውንን ውልቀ ሰባት ከኣ ከም ድኻታት ይሕሰቡ ነይሮም። ወላ እውን ርሑቕ ከይከድና ኣብ ናይ ኣሜሪካን ሂስትሪ ምስ ንርኢ ጻዕዳ ቆርበት ዝውንኑ ውልቀ ሰባት ከም ገዛእትን ንጹሃትን ክሕሰቡ ከለዉ ጸሊም ቆርበት ዝውንን ግን ከም ባርያን ይሕሰቡ ከም ዝነበሩ እዩ ዘርእየና። እዚ ኩሉ ኣብ ሕብሪ ወይ ጥዕና ቆርበትና ምርኩስ ብምግባር ዝመጸ ርድኢት እዩ። ስለዚ ድማ ካብ ቀደም ኣትሒዞም ደቂ ሰባት ብሕብሪ ቆርበቶም ንምጽዕዳው ኮነ ንምልማጽ ብዙሕ ወጻኢታት ኣውጺኦምን የውጽኡ ኣለዉን። እዚ ከኣ ማዕረ ክንደይ ንቆርበትና ኣገዳስነት ከም ንህቦ የረድእ። ሎሚ እምበኣር ቆርበትና ስለምንታይ ከም ዝባላሾን ሰለስተ ቀንዲ ኣብ ገጽና ዝረኣዩ ጸገማትን ብኸመይ ነዚኦም ኣለሊና ብቕልል ድበለ መገዲ ክንፈትሖም ከም ንኽእልን ክንርኢ ኢና ክሳዕ መወዳእታ መደብይ ክትከታተሉኒ ሳብስክራይብ ብምግባር ከኣ ፈለው ክትገብሩኒ ብትሕትና ይዕድመኩም። ቆርበት ናይ ምድህሳስ ህዋስ ንብሎ ሓደ ካብቶም ሓሙሽተ ህዋሳት ናይ ኣካላትና ኮይኑ ንምሉእ ኣካላትና ዝሽፍን ዝዓበየ ኣካል እዩ። ዓሰርተ ሽዱሽተ ሚእታዊት ናይ ኣካላትና ሚዛን ዝጥቕልል ቆርበት ኣብ ሰጥ ዝበለ መሬት እንተዝዝርጋሕ ሓደ ነጥቢ ሸውዓተ ሜትር ስኩዌር ዝኾን ስፍሓት ምሓዘ። ቀንዲ ስራሕ ቆርበት እንታይ እዩ ምስ ንብል እቲ ቀዳማይ ኣብ ርእስና ዝመጸልና ነገር ንኣብ ውሽጢ ኣካላትና ዘለዉ ነገራት ንግዳም ንኸይወጹ ወይ ከኣ ንኸይውሕዙ ይኽልክል ምበልና። ቆርበት ግን ክንዮ እዚ ካልእ ጠቕምታት እውን ኣለዎ። ቀዳማይ፣ ተጓዳእቲ ጥረ ነገራት ወይ ከኣ ታህዋሳውያን ናብ ውሽጢ ኣካላትና ንኸይኣትዉ ብምዕጋት ከም መከላኸሊ ይጠቅም። ካልኣይ፣ ሙቐት ሰብነትካ ካብ ዝግብኦ ንላዕሊ ከይውስኽ ወይ ከኣ ከይጉድል ኣብ ምቁጽጻር ይሕግዘና። ሳልሳይ፣ ካብ ጸሓይ ከየውሓደን ከየብዝሐን ዘድሊ ዓቕን ቫይታሚን ዲ ኣብ ምምጻኡ እውን ዓቢ ግደ ኣለዎ። ቆርበት ብሰለስተ ቀጸላ ዝቖመ ኣካል እዩ። እቲ ቀዳማይ ቀጸላ ኤፒደርሚስ ዝበሃል ኮይኑ ቆርበትና ከይጉዳእ ዝከላኸል ፕሮቲን ይሰርሕ። ካልኣይ ቀጸላ ሰራውር ደምን መትንታትን ብምጥቕላል ንቆርበትና ትረትን ናይ ምምጣጥ ክእለትን ይህቦ። ዕድመ እናወሰኽና ኣብ ንኸደሉ እዋን እዚ ቀጸላ እዚ ዘለዎ ዓቕሚ ስለ ዝጓደል ገጽና ክዓጥርን ክወድቕን ይረኣ። ናይ መወዳእታ ቀጸላ ብስብሕን ቲሹን ዝቖመ ኣካል ድማ ንኣካላትና ከም ምንጪ ሙቐት ኮይኑ ዋዒ ኣብ ምስሓብ ይጠቕሞ። ቆርበት ገጽከ? ቆርበት ገጽ እቲ ንቕድሚት ክፋል ርእሲ፣ ግንባር፣ ምዕጉርቲ፣ መንከስን ኣፍንጫን ኣፍን ዘጠቓለለ ክፋል ኮይኑ ካብ ኣብ ካልእ ክፋል ኣካላትና ዘሎ ቆርበት ንላዕሊ ዝረቐቐን ተነቃፍን እዩ። ንከም ብርሃን ጸሓይን ቁርን ብከላ ኣየርን ዝኣመሰሉ ኣከባብያዊ ረቋሒታት ድማ ዳርጋ ኩሉ ግዜ ዝተቓልዐ እዩ። ቆርበት ገጽና ልክዕ ከም ካልእ ክፋል ኣካላትና ብሰለስተ ቀጸላታት ዝቖመ ወላ ይኹን እምበር፣ ልዕሊ ካልእ ክፋል ኣካላትና ቅብኣት ወይ ከኣ ዘይቲ ዝሰርሕ ታሕተዋይ ቀጸላ ኣለዎ። ስለምንታይ እዩ ቆርበትና ዝበላሾ? ጠንቂ ምብልሻው ቆርበት ውሽጣዊ ግዳማዊ ወይ ከኣ ውጽኢት ናይ ክልቲኦም ረቋሒታት ክኸውን ይኽእል እዩ። ቆርበትካ ከበላሽዉ ዝኽእሉ ግዳማዊ ረቋሒታት ከም ንጸሓይ ምቅላዕ፣ ብከላ ኣየር፣ ንጥቀመሎም ተረርቲ ኬሚካላት፣ ምትካኽ ሽጋራ ክጥቀሱ ይከኣል። እዚኦም ንቀዳማይ ቀጸላ ቆርበትካ ብምብልሻው ንጥዕና ቆርበት ዝቆጻጸሩን ዝሕግዙን ዋህዮታት ብምቕታል ቆርበት ትረቱን ወዙን ከም ዘጥፍእ ይገብርዎ። ገለ በዚኣቶም ዝመጹ ጸገማት ናይ ቆርበት ምስ ንርኢ ድማ ፈጸጋ፣ ተውሳስ፣ ምዕጣር ቆርበት ክጥቀሱ ይከኣሉ። እቲ ካልኣይ ረቋሒ ንቆርበት ከጸሉ ዝኽእል ውሽጣዊ ረቋሒ እንብሎ ኮይኑ ናይ ሆርሞን ምምዝባል፣ ሕማቕ ኣመጋግባን ድቃስን፣ ምውሳኽ ዕድመን ጭንቀትን፣ ገለ እተወሰኑ ሕዱራት ሕማማትን እንወስዶም መድሃኒታትን የጠቓልል። ንኣብነት ኣብ እዋን ጥንሲ ዘጋጥም ለውጥታት ሆርሞን ኣብ ደቂ ኣንስትዮ ቀንዲ ጠንቂ ማዳ ክኸውን ይኽእል እዩ። እዚኣቶም ገለ ካብቶም ብዙሓት ውሽጣውን ግዳማውን ረቋሒታት ዝስዕቡ ናይ ቆርበት ሕማማት እዮም። ኣዝዩ ሰፊሕ ኣርእስቲ ስለ ዝኾነ ሎሚ እተን ሰለስተ ቀንዲ ዝበልክወን ክንትንክፈን ኢና። ተወሳኺ ምስ ትደልዩ ግን ኣብ ታሕቲ ጸሓፉለይ ኣብ ቀጻሊ ከኣ በሰፊሑ ዝገልጽ ቪድዮ ከዳሉ። ቀዳማይ፣ ፈጸጋ ሓደ ካብቶም ልሙዳት ጸገማት ናይ ቆርበት ኮይኑ መብዛሕትኡ እዋን ኣብ ብጽሕና ወይ ከኣ ግርዝውና ንዘሎ ዕድመ የጥቅዕ። ኣብዚ ዕድመ ናይ ሆርሞን ምቅይያር የጋጥም እሞ ንምህርቲ ሰቢም ወይ ከኣ ቅብኣት ከም ዝውስኽ ይገብሮ። እዚ ከኣ ጸጉሪ ዝበቑለሉ መናፊት ቆርበትና ብዓቐኑ ዝሓለፈ ቅብኣትን ብዙሞት ዋህዮታት ቆርበትን ይዕበጥ። ናይ መናፊት ምዕባስ ንኣብ ቆርበት ዝነብሩ ባክተርያ ክእከቡን ክራቡሑን ምቹእ ቦታ ይፈጥር። ከም ውጽኢቱ ድማ ቆርበት ይሓብጥ፣ ጻዕዳ ፈሳሲ ከኣ ይመልእ። ንከባቢኡ ዘሎ ቆርበት ከኣ ከም ዝረክስን ከም ዝቐይሕን ይገብሮ። ፈጸጋ መብዛሕትኡ ግዜ ብሰንኪ ምልዋጥ ሆርሞንን ጅንን ዝመጽእ ጸገም እኳ እንተኾነ፣ ብከላ ኣየርን ተሪር ክንክን ቆርበት ከምኡውን ገለ ንመጸባበቒ ንጥቀመሎም ኮስመቲክስ ዝኣመሰለ ግዳማዊ ረቋሒታት ነቲ ኩነታት ከጋድዶ ይኽእል እዩ። ቀለልቲ ኣብ ገዛና ክንገብሮም ንኽእል ክንክናት ከ? ቀዳማይ፣ ገጽካ ብጽሬት ምሓዝ። እንተ ወሓደ ንመዓልቲ ክልተ ግዜ ብምሕጻብ ዝኾነ ርሳሓት ኮነ ዶሮና ንመናፊት ገጽካ ከይዓጽዎም ምእላይ። ካልኣይ፣ ብዙሕ እዋን ገጽካ ዘይምትንካፍ እውን ነቲ ካብ ኣእዳውና ናብ ቆርበትና ክመሓላለፍ ዝኽእሉ ባክተርያን ዘይትን ብምንካይ ፈጸጋ ኣብ ምውጋድ ክሕግዘና ይኽእል። ሳልሳይ፣ ጠሊ ዝህቡ ፈኮስቲ ሎሽናት ምጥቃም እውን ንቆርበትካ ጠሊ ስኢኑ ቅብኣት ካብ ምፍራይ ስለ ዝቑጥቦ ዓቕን ዝፈሪ ቅብኣት ኣብ ቆርበትካ ክትቆጻጸሮ የኽእለካ። ሳልሳይ፣ ሜላዝማ ወይ ከኣ ማዳ መብዛሕትኡ ግዜ ኣብ ምዕጉርቲ ግንባርን ኣፍንጫን ከምኡውን ኣብ ላዕለዋይ ከናፍር ጎሊሑ ዝረኣ ናይ ቆርበት ሕማም ኮይኑ ንገለ ክፋል ቆርበትና ሕብሩ ከም ዝቕይር ይገብሮ። መብዛሕትኡ ግዜ ኣብ ደቂ ኣንስትዮ ብፍላይ ከኣ ኣብ ጸሊም ሕብሪ ቆርበት ዘለወን ብብዝሒ ይረኣ። ቀንዲ ጠንቂ መላዝማ ብልክዕ ዘይፍለጥ እኳ እንተኾነ፣ ኣብ እዋን ጥንሲ ብዝኽሰት ናይ ሆርሞን ምልውዋጥን ምስ ንወስዶም መከላኸሊ ጥንሲን መድሃኒታትን ምትሕሓዝ ከም ዘለዎ'ዩ ዝእመን። ንማዳ ኣብ ምክልኻል ክንገብሮም ንኽእል ቀለልቲ ነገራት ድማ፣ ቀዳማይ ኣሎ ቬራ ጀል ወይ ከኣ ናይ ዕረ ፍርያት ኣብቲ ዝተጎድኤ ክፋል ቆርበትካ ብምጥቃም ንቆርበትካ ኣብ ምህዳእን ነድሪ ኣብ ምንካይን ክሕግዘካ ይኽእል። ካልኣይ ኣብ ጽሟቕ ለሚን ዝርከብ ሲትሪክ ኣሲድ እውን ነቲ ዝጸለመ ክፋል ኣብ ምህሳስ ዓቢ ተራ ኣለዎ። ሳልሳይ፣ ኣብ ህሩድን መዓርን ከምኡውን ርግኦን ዝርከብ ናይ ምጽራይ ባህሪ ዘለዎም ሚነራላት እውን ገለ ካብቶም ብዙሓት ንማዳ ኣብ ምፍዋስን ኣብ ምሕዋይን ክሕግዙና ዝኽእሉ እዮም። ካልኣይ፣ ኤክሰማ ወይ ከኣ ተውሳስ፣ ኣብ ቆርበትና ብዝፈጥሮ ቀይሕን ዝተቐራረፈን ዝቕንዙን ሕማም ቆርበት ብልምዲ ተውሳስ እንብሎ ኮይኑ፣ መብዛሕትኡ ግዜ ካብ ቁልዕነት ጀሚሩ ክሳዕ እዋን ግርዝውና ምሳና ክቕጽል ይኽእል። ጠንቂ ኤክሰማ ብልክዕ ዘይፍለጥ እኳ እንተኾነ ምስ ጅንን ኣከባብያዊ ረቋሒታትን ከም ዝተሓሓዝ እዩ ዝእመን። ኤክዘማ ክሓዊ ዘይክእል ሕማም እኳ እንተኾነ ብግቡእ ሕክምናን ገዛእ ርእስኻ ብምክንኻንን ግን ውጽኢታዊ መገዲ ክመሓየሽን ክጠፍእን ይኽእል እዩ። ገለ ብቐሊሉ ክንገብሮም ንኽእል ነገራት ድማ፣ ቀዳማይ ነዚ ሕማም ዘጋድዱ ነገራት ከም ሳምና፣ ዓለባ ወይ ከኣ መግቢ ኣለሊኻ ኣወግዶም። ካልኣይ ከም ዘይቲ ኮኮናት ንቆርበትካ ጠሊ ዝህቡ ባህርያውያን ዝኾኑ ቅብኣታት ምጥቃም። ሳልሳይ፣ ከም ዕረ ዝኣመሰሉ ኣትክልቲ ጸረ ነድሪ ብምዃን ንዝነደረ ቆርበት ኣብ ምህዳእ ስለ ዝሕግዙ ካብኣቶም ዝፈርዩ ፍርያት ምጥቃም። ጥዑይ ቆርበት ንኽህልወና ክንገብሮም ንኽእል ቀንድን ኣገደስትን ነገራት። ንጸሓይ ንጠንቀቐላ። ካብ ጸሓይ ዝመጹ ጸርጊ፣ UV፣ ንቆርበትካ ቅድሚ ግዜኡ ክኣርግን ካብኡ ሓሊፉ ድማ ንዋህዮታት ቆርበትካ ብምምዝባል መንሽሮ ቆርበት ከስዕብ ይኽእል እዩ። ስለዚ ካብ ጸሓይ ምጥንቃቕ። ካልኣይ፣ ኣመጋግባ። ዝተመስርሑን ሽኮራውያን መግብታትን ቀንዲ ጠንቂ ነድርን ናይ ቆርበት ሕማማትን እዮም። ስለዚ ኣብ መዓልታዊ ኣመጋግባኻ ፍረታትን ኣሕምልትን ጥዑይ ስብሕን ዘለዎም ምብላዕ ንቆርበትካ ካብ ውሽጥኻ ንኽምገብ የኽእሎ። ብፍላይ ፍረታት ኣንጻር ነድሪ ክቃለሱልካ ስለዝኽእሉ ጥዑይን ልሙጽን ቆርበት ክህልወካ ይሕግዝ። ሳልሳይ፣ ጽሬት። ከምቲ ኣቐዲምና ዝበልናዮ ኣብ መዓልቲ ክልተ ሳዕ ገጽካ ምሕጻብ ነቲ መናፊት ክዓብጥ ዝኽእል ሓመድን ዘይትን ከልግሶ ይኽእል እዩ። እዚ ኸኣ ብኣግኡ ካብ ዝኾነ ሕማም ትከላኸል። ራብዓይ፣ Moisturize፣ ጠሊ ዝህቡ ፍርያት ምጥቃም ንቆርበትካ ከም ዝጠልል ክገብሮ ይኽእል፣ እዚ ድማ ቆርበት ነቒጸ ኢሉ ብዙሕ ቅብኣት ኣየፍርን፣ እዚ ድማ መናፊትካ ካብ ምዕባስን ምስኡ ዝመጹ ጸገማትን የድሕነካ። ድቃስ፣ መብዛሕትና ሸለል ኢልና ንሓልፎ ግን ኣዝዩ ውጽኢታዊ ዝኾነ ፍቱን መድሃኒት ድቃስ እዩ። ንቆርበትካ ኮነ ንኣካላትካ ዘሐድስን ዝጽግንን ስርዓት ኣብ ግዜ ለይቲ እዩ ዝካየድ። ስለዚ እኹል ካብ ሸውዓተ ክሳዕ ሸሞንተ ሰዓታት ድቃስ እንተ ዘይብልካ፣ ኣካላትካ ክጽገን ግዜ ኣይረክብን ኣሎ ማለት እዩ። ከም ውጽኢቱ ድማ ግዳይ ብዙሕ ሕማማት ትኸውን። ኣብ መወዳእታ ድማ ምስ ሓኪም ቆርበት ኣዘውቲርካ ዝግበር መርመራ ይኹን ዝርርብ ንኹነታት ቆርበትካ ኣቐዲምካ ክትፈልጥን ንኽትሕከምን ክሕግዘካ ይኽእል እዩ። ብዘይካዚ ንቆርበትካ ብዝበለጸ ብኸመይ ከም እትከናኸኖ ብሕታዊ ምኽሪ እውን ክህበካ ይኽእል።